ሰላም ተኸታተልቲ መደበይ ኣብ ዘለኹም ሰላም ክትህሉ ናይ ወትሪ ትምኒተይ ኣብ ናይ ልምዓት ቪድዮ ክልተ ካብ ኣልትኮዊን ሶላና ኤንድ ኤክስፒኤር ኣናሉዚር ክንገብረን ኢና ሎሚ ኸ እቲ ናይ ምግዛእ ግዜ ድዩ ወይ ናይ ምግዛእ ሞመንት ድዩ ዝብል ኣብዚ ክንርኢና ኣነ ኸ ገንዘበይ ሕጂ የዋፍር ኣለኹ ድየ ኣብዚ ሸር ገብረኩም እየ ኣብዛ ቪድዮ ማለት እዩ ክሳብ መወዳእታ ሓቢርኩም ምሳይ ክትፀንሑ ብክብሪ ዕድመኩም እቶም ዘይትፈልጡን ስመ ግርማይ ወልዳ ይበሃል ኣብዚ ቻነለይ ከዓ ዝተፈላለየ ዓይነት ትሕዝቶታት ንሕብረተሰበ ይጠቅም እዩ ዝበልክዎ ይፅዕን ነዚ ቻነል ንሓደሽ ዝኾንኩም ሰባት ሳብስክራይብ ክትገብሩ ምሳና ክትዓብዩ የዘኻኽረኩም ኣብቲ ቀንዲ ትሕዝቶ ከብለኩም ማለት እዩ ሚትን ሰማንያን ሰለስተን ሚትን ሰማንያን ኣርባዕተን ኣላ ማለት እዩ ኣብዚ እንድሕር ዳኣ እትሪእዎ ተሃሊኹም መጀመርያ መጀመርያ እቲ ስቶክ ማርኬት ሎሚ ሓደ ፅቡቅ ዝኮነ ሞመንት ክንገዝኣሉ ንክእል ሓደ ዕድላት ገና እቲ ማርኬት ከይዓበየ እንከሎ ናብቲ ነበሮ ከይተመልሰ ማለት እዩ ገንዘብና ብርክ ክንገዝፀ ንክእል ኣለና ኣነ ኦረዲ ብርክ ገዚእ ኣለኹ ወይ ይገዝእ ኣለኹ ማለት እዩ ኣብዚ እንድሕር ዳ እትሪእዋ ተሃሊኹም እዛ ብላውድ ገብራ ዘለኹ ኣብዚኣ ኣብዚ ትሪእዎ ተሃሊኹም ኣብ ናይ ሎማዓንቲ እየ ዘለኹ ካብ ሰዓት ፋዱስ ማለት እዩ ድሕሪ ቀትሪ ኣብዚ ትሪእዋ ተሃሊኹም ክሳብ ኣብዚ ነራ ማለት እዩ ሕጂ ንታሓቲ ኣንቆልቂላ ኣላ ኣብዛ ሞመንት እዚኣ ጥራይ ኣብዛ ግዜ እዚኣ ሶላና ኣብዚኣ እትሪእዋ ተሃሊኹም ኣብዛ ዘኽበላ ዘለኹ ጎዲላ ኣላ ማለት እዩ። ስለዚ እንድሕር ዳ ሕጂ ብርኪ ተገዚእና ተመሊሱ ውፅኢት ክህበና ይኽእል እዩ ማለት እዩ ክዓቢ እንከሎ። ስለዚ ኣብዚ እንድሕር ዳ ሎም ተገዚእና መጀመርያ ክትገዝኡ ኣነ የተባብዓኩም ብዝያዳ ግን ንስኹም ናትኩም ናይ ባዕልኹም መፅናዕቲ ክትገብሩን እቲ ውሳነ ከዓ ንዓኹም ይገድፎ ማለት እዩ ምክንያቱ ኣነ ሓሳብ የዳ ድህብ ደለኹ እምበር ንክትገዝኡ ሞቲቪርን ገብረኩም ይኽእል እየ ምክንያቱ ኣነ ይገዝእ ስለ ዘለኹ እቲ ሓላፍነት ግን ኦረዲ ንስኹም ኢኹም ትሽከምዎ ማለት እዩ ስለዚ ኣብዚ እንድሕር ዳ ትሪእዋ ተሃሊኹም ሰማንያን ሰለስተን ኣላ ሰማንያን ሰለስተን ሰማንያን ሓደን ሳንቲም ኣላ ሚእትን ሰማንያን ሰለስተን ሰማንያን ሓደን ሳንቲም ኣላ ማለት እዩ ሶላና እንድሕር ዳ ሕጂ ናብ ኤክስፔር እንድሕር ዳ ተሪእና ኤክስፔር ካኒ ኤንወይ ኣብ እቲ ናተይ ፖርትፎሊዮ እቲ ዝበዝሐ ፕርክ ዘለኒ ካብ ኣልት ከዊን ናተይ ኣብ ኤክስፒኤር እዩ ማለት እዩ ስለዚ ኣብዚ እንድሕር ዳ እትርእዋ ተሃሊኹም ካብ ሶላና ናብ ኤክስፒኤር ቀይሮ ኣለኹ ሕጂ ኣብዚ ኣብ ዝሓለፈ እንድሕር ዳ ተሪእናያ ኤክስፒኤር ብጣዕሚ ዓብይ ዝኾነ ፅልዋ እያ ክተመዝግብ ፀኒሓ ማለት እዩ ወይ ፅቡቅ ዝኾነ ውፅኢት እያ ክትገብር ፀኒሓ ክትዓቢ እያ ፀኒሓ ስለዚ ሎሚ ግን ትጎድል እያ ደላ እንድሕር ደኣ ሎሚ ኢንቨስቲር እንተጌርና ኣብዚ ትሪእዋ ተሃሊኹም ብጣዕሚ ብጣዕሚ ትሕቲ ሓደ ዶላር እያ ነይራ ሓምሳ ሳንቲም ሓምሳን ሓደን ሳንቲም ገሊኣ ነይራ ኣብ ወርሒ ማይ ማለት እዩ ክልተ ሽሕን ዓሰርተ ኣርባዕተን ክልተ ሽሕን ዕስራን ኣርባዕተን ይቕሬታ ኣብዚ ትሪእዋ ተሃሊኹም ኤክስፒየር መዓስ እቲ ቀንዲ ለውጢ ኣምፅያ እንድሕር ዳኣ ተይልና ኣብ ወርሒ ዓሰርተ ሓደ እያ ምስቲ ናይ ዶናልድ ትራምፕ ምምፅኡ ዓብይ ዝኾነ ለውጢ ኣምፅያ ናብ ክልተ ዩሮ በፂሓ ደላ ማለት እዩ ክልተ ዶላር በፂሓላ ማለት እዩ ስለዚ ሎሚ ግን ኣበየላ እንድሕር ዳኣ እንተሪእናያ ኣብዚ እንድሕር ዳኣ ተሪእናያ ኣብዚ እቲ ዝለዓለ ክሳይ ኣብፂሓቶ ዝነበረት ወይ ዝለዓለ ዝኾነ ኣመዝጊባቶ ዝነበረት ዓወት እዩ እንተኾነ ሎሚ ግን ኣብዚ ክንደይ በፂሓ ነይራ ተሪእናያ ኤክስፒኤር ኣብዚ ክንደይ በፂሓ ነይራ ኣብዛ ላዕሊ ደላ ወይ ኣብዛ ኣኺበላ ዘለኹ ብላው ክልተ ዶላርን ስሳን ሸውዓተን ሳንቲም በፂሓ ነይራ እቲ ዝለዓለ ማለት እዩ ዳርጋ ክሳብ ስሳን ስሳን ሸውዓተን ስሳን ሸሞንተን በፂሓ ነይራ ማለት እዩ ሕጂ ኣበይ ኣላ እንድሕር ዳኣ ተይልና ሎሚ እዛ ቪድዮ እዚኣ ክሰርሓ ከለኹ እንድሕር ዳኣ ኣብዚ ትሪኦ ተሃሊኹም እዚ ብላዋ ክይበላ ደለኹ ኤክስፒየር እንድሕር ዳኣ ንሪኣ ተሃሊና እቲ ዝለዓለ ክልተ ዶላር ክሳብ ክልተ ዶላርን ስሳን ሸውዓተን ዳርጋ ናብ ስሳን ሸሞንተን በፂሓትሉ ዝነበረት እያ ማለት እዩ ሕጂ ግን ኣብዛ ብላውድ ገብረላ ዘለኹ እንድሕር ዳ ተሪእኹማ ንታሓት እንዳንቆልቆለ ብዙሕ ዝኾነ ለውጢ ክተደይብ ክተርእየ ፀንሐትን እንተኾነ ሎሚ ታሓት እዩ ጎዲላ ኣላ ዳርጋ ናብ ክልተ ዶላርን ዓሰርተ ሓደ ሳንቲም በፂሓ ኣላ ኣብዛ ሞመንት እዚኣ ሎሚ ብዛ ቪድዮ እዚኣ ዝሰርሓላ ዘለኹ እቲ ቀንዲ ኣገዳሲ ናይ ኣብ ኤክስፔር ክንገዝኣሉ ንኽእል ክሳብ ብወርሒ ሓደ ተዘይተጋግየ ሓደ ዓብዪ ዝኾነ ለውጢ ክተርኢ ብዙሓት ኤክስፐርተ ሓንቲ ቪድዮ ከርእየኩም እየ ሓደ ብዛዕባ ናይ ሓንቲ ኣገዳሲት ደስ ዝብለኒ ቃል ትማል ድገበራ ማለት እዩ ዳቨንቺ ይበሃል እዚ ማለት እዩ ሓደ ግዜ ኣብ ሓንቲ ኣገዳሲት ቃል ኣብዚ እንታይ እዩ መስለኩም ክሪፕቶ ድሕሪ ዓሰርተ ዓመት ወይ ድሕሪ ዕስራ ዓመት ሃፍታም ገብረካ ይኽእል ይኸውን ኣብ ኣልት ከዊን ግን ወይ ሚም ከዊን ግን ድሕሪ ዓመት ሃፍታም ክገብረካ ይኽእል እዩ እዩ እያ ትብል ነራ እታ ቃል ማለት እዩ ናይ ብሓቂ ምክንያቱ እዚ ከዓ ብቐልድ በለ ገና እቲ ኣልትከዊን ትሕቲ ሓደ ዶላር ከምኡ እውን ትሕቲ ዒስራ ከከምቲ ዝተፈላለየ ገና ኣብ ዕቤት ዘሎ እዩ ስለዚ እንድሕር ዳ ሎሚ ገለ ብርክ እንድሕር ዳ እንተገዚእኻን እንተገዚእኽን እሱ እንድሕር ዳ እንተዓብዩ ንስኻን ንስኽን ሚልዮንያ ንክትከውን ወይ ሃፍታማት ንክንከውን ዘሎ ተኸእሎ ዓቢ ስለ ዝኮነ እየ ከኣ ነዚ ሰብ እዚ ወይ ዝሱ ዝበሎ ንዓኹም ሸር ድገብረኩም ደለኹ ሳብስክራይብ ሸር ላይክ ኮመንት ከኣ ኣይትዘንግዑ ኢኹም ኣብ ካልእ ግዜ ብካልእ ክሳብ ንራኸብ ሓውኹም ግርማይ ደሓን ኩኑ ቻው ቻው